ወያነ ሕነ ክትፈዲ እያ ዝብል ናይ ብልፅግና። ግዳይማ ዝኾና ጓል ሰብዓን ሸሞንተን ዓመት። ኤርትራ ሕጂ ውን ተሪር መልሲ። ኣመሪካ ምስ ህዝብን መንግስትን ኤርትራ ንምስራሕ። ውድብ ጥዕና ዓለም፣ ኤርትራን ኣመዝጊባቶ እትረክብ ዘላ ዓበይቲ ዓወታት ብደረጃ ዓለምን ኣፍሪቃን። ኣብ ትግራይ ተደጋጋሚ ደብዳብ ድሮን።
እንዳ ተዓዊቶም ያሰላም ኤርትራን ኔዳለን
ኣብ ከባቢታት ዶብ ኤርትራን ኢትዮጵያን ዘጋጠመ መጥቃዕቲ ድሮን
ገሊፀ ዘይውድኦ ንክገልፆስ ቃላት ይሓፅረኒ ማለት እንታይ ክብለካ ደልየ ኤርትራዊ ማለት እኽሊ እዩ። በቃ ዝተመረፀ ምግቢ ማለት እዩ። ምክንያቱ እንታይ መሲልካስ ቦይኑ ምብላዕ ይፈትል ናብዚ ኩሉ ነገር ኣተናምበ እንታይ ንፈላል ደልየና እዩ ክልተ ኣሕዋት ህዝቢ ኮይና መፍለዩ ዘይብሉ
ጽምዶ ኮይታ ጽምዶ ቀደም እንታይ ደኣ ኮንካ ከም ሓድሽ ትግርም እንተ ተባእስና ንዕርቕ ጽቡቕ ተስራሕና ከኣ ንምርቕ ነቲ ዘስገረና ተሪር ጸገም ክልተ ኮንካስ ከም ሓደ ቅልጽም ላምታዚ ናይ በይነይ ከይመስለካትኩም ናይ ብርክት ብርክት ብርክት ብርክት ብርክት ብርክት ዝበለ ሰብ ሰላምታ እዩ።
ሰላም ፍቱዋትን ክብራትን ተመልከቲ መደበይ ንሎሚ ውን ብሓደሽቲ ቪድዮታት ተመሊሰ መፅየ ኣለኹ ኣብ ናይ ሎማዕንቲ ቪድዮታትና ድማ እቶም ቅድም ኢሎም ዝረእኹሞምን ከምኡ ውን ኻልኦት ተወሰኽቲ ቪድዮታትን ሒዘልኹም ቀሪበ ኣለኹ ሕጂ ውን እዚ ገዛ እዚ ሓደሽቲ እንድሕር ዳኣ ሃሊኹም ሳብስክራይብ እትብል ጠውቕኹም ነዚ ቪድዮ እዚ ላይክ ብምግባር ሓቢርኹምኒ ክትከታተሉ ዳዓደምኩ ክሳብ ፍጻመ ሜዳዊ ክሳብ እንዛ ፍጻመ ቪድዮታት ኣይሕቢርኩምኒ ጽንሑ ሰናይ ጻንሒት ልዋም ምክትታል። ሰላም
ሰላም ከዓኒ የውርደልና እወኒ ዓለም ብዓለሙ ሰላም የውርደልና ሃገርና ሰላም እንተኾይና ዓለም ብዓለሙ ንሕና እውን ንቐስን ንሕና ንቐስን መንእሰይ ይቐስን ኣዴታት ንቐስን ኣቦታት ይቐስን እግዚኣብሔር ኣምላኽ ብዓለም ብዓለሙ ምሕረት ኣውርደልና።
ከተማ ኣስመራ ገሬ ነዊሕ ዓመታት ዝፀንሐ ሰብ እዩ። ገሬ ሕጂ ኣብ ኣስመራ እስኻ ነዊሕ ዓመት ተቐሚጥካ ኢኻ፣ ተወሊድካ ዓቢኻ ኢኻ፣ ብዙሓት ተዘክሮታት ኣለውኻ እሞ እቲ ዝነበረ እቲ ህዝቢ ከመይ ኢኻ ትገልፆ? ህዝቢ ኤርትራ ህዝቢ ኣስመራ ብፍላይ እስኻ ዝነበርካሉ ከባቢ ከመይ እዩ ነይሩ? ከመይ ኢኻ ትገልፆ? ምክንያቱ ብዙሕ ዓይነት ነገራት ይለዓል እዩ ሕጂ እቲ ከምዚ ነይሩ ከምዚ ነይሩ ዝብሉ ብኣሉታ ዝለዓሉ ነገራት ኣለዉ፣ ብኣውንታ ዘልዕልዎም ሰባት እውን ኣለዉ እሞ ንስኻ ከም ሓደ ብኣካል ኣብቲ ቦታ ዝነበርካ ኣብኡ ዝዓበኻ ሰብ ከመይ ኢኻ ትገልጾ እቲ ዝነበረኩም ህይወት? ጽቡቕ ሓሳብ እዩ። ኣነ ዘርዚረ ገሊጸ ዘይውድኦ ንክገልጾስ ቃላት ይሓጽረኒ ማለት እንታይ ክብለካ ደልየ ኤርትራዊ ማለት እኽሊ እዩ በቃ ዝተመረጸ ምግቢ ማለት እዩ ምክንያቱ እንታይ መሲልካስ ቦይኑ ምብላዕ ኣይፈቱን ሰብ ክጽጉሙ ኣይፈቱን ተኻፊልካ ምብላዕን ክንደይ ናይ ናይ ሰብ ፍቅሪ ከም ዘለዎን የረዳካ እዩ ንኣብነት ኣነ ኣብ ሂወተይ ዝበፅሐኒ የለካ ኣለኹ ሓደ ዓመት ልኸውን ዝተወሰነ ሓይመ ነይረ ኣብ ኣስመራ ሓድሽ ዓዲ ናለኹ የለካ ኣለኹ ዝኾነ ሕማም ኣጓኒፉ ነይሩ ቁሪ ነገራት ዲኣትኒ ከመይ እዩ ብርደን የቃሊ በቃ ሰውነተይ ምቁፅፃር ኣብዩ ነይሩ መዓዝ እዩ ዝኸውን ዘሎ እዚ እዚ ብቴስዓ ዓመተ ምህረት ድዩ ዝኾነ ናቕፋ ምስ ተቐየረ ከባቢ ቅርሺ ምስ ተቐየረ ኣብቱ ግዜ እንትኖ እዩ እዚ ሽዑ ኣነ ስድራ ኣይነበረንን በይነ እየ ናበ ከይዶም ስድራኻ ማዘረይ ያው መንግስቲ ማይ ዋርሳ ሞይታ እያ ፋዘር ኣብዚኡ መፅኡ ተፈናቒሉ

ኣደይ ልባዕሉ እኮ ካባይ ላዕሊ እኮ እያ ትፈትየካ እዩ ትኽክለ ትፈትየኒ እያ ብጣዕሚ ከም ኣደይ ክዓርያ ነይረ ስለዚ ብትዕ ናይ እግዚኣብሔር ትእዛዝ ኮይኑ ይሓምም ከም ለይድሕን የለ ድሓንኩ ክድሕን ከለኹ ግን በቃ ብዙሓት ኣዴታት እየን ፈጢረን ኣለዩ ብዙሓት ኣቦታት ብዙሓት ኣዴታት ካብ ብዙሓት ሰባት ተወለዱ ኮይኑ ተሰሚዕንዋ ሓደ ሰብ ዶ ካብ ብዙሑ ኣዴታት ይውለድ እዩ ሓደ ሰብ ዶ ካብ ብዙሕ ኣቦታት ይውለድ እዩ ካብ ሓንቲ ዶ ይኾነ ይውለድ ከመይ ዓይነት እዩ በቃ ዕድለኛ እየ ገለ እየ ኢለ በቃ እየ ክብለካ ደልየ ማለት ክዳውንቲ ይገዝኡለይ ምግብታተይ ፍሉጥ ኖርያይ ፍሉጥ በቃ ዶርመይ ኣብዚ ደሓና ልተንቀሳቐስ ኩሉ ዝሓሸኒ ምስ ከደ ከተማ ተወረድኩ ስቲ ሓደ መፅኡ ክዳን ገዘለይ እቲ ሓደ ስፌዛ ሙሉእ ገለ ንሕና ለይፈለጥና ከምዚ ኮንካ ገለ ቱርላበ እዩ ከይዱ ዓዱ ድዩ ከይዱስ ወይስ ላብታይ እዩ ኮይኑ ኢና ናበልና ገለ ይብሉ ኧረ ኣነስ ከምዚ ገጢሙኒ ነይሩ ገለ ክብሎም ከለኹ በቃ ሓደ መፅኡ ክዳን ገዘለይ ኣብ ኢድካ ማይ በቃ ንሓደ ክተጥፎ ኢኻ ኢሎም ክዳን ገዘለይ ገሊኦም ናይ ሰሙን ምግቢ ገለ ይኸፍሉለይ ታሞቕለቀ ማለት ቃላት ይሓፅረኒ እዩ በቃ ክንደይ ናይ ፅቡቓት ገበርቲ ሰናይ ለኣየይስ ፅቡቓትን ጥዑማትን ምኳኖም ቃላት ይሓፅረኒ እዩ ንክገልፆ ኤርትራውያንስ ፍቕሪ እዮም በቃ ለኣየይ ሓንቲ ኣነ በቃ ደስ ክብለኒ ክኽእል ተኮይኑ ልእግዚኣብሔር ሓንቲ ቃል ለኣትየሉ በቃ ልምነሉ ማሕፀኖስ ሰላም ፈጢሩልናስ መድሃኒ ዓለም ምሕረት ወሪዱልናስ ከም ቀደምና ተፀንቢርና ከም ማይን ፀባን ኮይናስ ናብ ዝነበረ ጽቡቕ ህይወት ታሪኽና ድዩ ገለ ንኽንምለስ እሞ ህይወት ታሪኽና ክነዕልል ኣለኻ ዶ ኣለኹ ዶ ንኽንበሃል ዓይኒ ንዓይኒ ንኽንረኣ ሰላም ንኽመጸልና ሰላም ንክኾነልና እየ ኣነ ዝደሊ ባይ ኣዲያቲ
ኣቦይ ኣበይ ድዩ ዘሎ ምሽ ደኣ ክመጽእ ኢልክኒ ኣይመጽእን ድዩ ደኣ

ቆልዓ ሰበይቲ ሰብኣይ ኡይ እንዳበለ ኣብዚ ክንደይ ፈተነን ክንደይ መከራን ሓሊፉ ኣቦ ቀሺ ገብሪ ህይወት በዚኣ ነይሮም ዞም ዓይቢ ቀሺ ትርእይዎምሲ ኣብዛ ጥርግያ ክዳንካ ውፅእ ገይሮም ጥራይ ነብሶም ገይሮም ክቐትልዎም ኣብዚኣ ኮፍ ምስ ኣበልዎም ብኣምላኽ ገብርኤል ግዲ ሕሊፉ ዘይሃቦም ኮይኑ ሓደ መሓራይ መፂእ ቆይቆይሉ ንዕኦማ ኣድሒንዎም ዳሕራይ ነዛ ዓዲ ብምልእታ ኣብዚኣ ኣኪቦም ሰብ ኩሉ ቆንቆል ኣፉ ተደፊኡ ኣብኡ ከለና ንረሸን ኢሉ ብሬን ምስ ተኸሉ ደሓር ብኣምላኽ ስለ መወዳእታና ስለ ዘይበጽሐ እዩ ዝበሃል በሉ ንሕናስ ንዑ በሉ ሓደ ኣምሓርኛ ገይሩ ዘስተርጉም ኣምፁ ኢሎም ኣየ ሃብተ ገብርኤል ኣብዚ ኣሎ ኣስተርጉምልና እቲ ምሕረት ወሪድና ማለት እዩ ኣብዚኣ ሲ ዝህዝብስ ህዝቢ ትኹል ብምሉኡ ሲ እንስሳና ከልብና ከልቢ ደድሕሪ ዋንኡ ወፅእ እቲ ሓደ ደድሕሪ ዋንኡ ወፅእ ሲ ኣብዚስ ክፉእ ኢና ርኢና ነርና ምዝም በዓሎበይ ዝተሰውእሉ ፈርቶ ንሕና ከ ኣብዚኣ ስኢልና ህልዋት ገይርና ኣምላኽ ግን ወፂና እምበር ፈተነ ብዚ ሓያል ፈተነ እዩ ተኻይዱ ብደርጊ ሕማቕ መርኣያ ኢና ርኢና ዞም ኣሕዋተይ ኣምፅኦም ኣብዚኣ ዓዲ ኣኪቦም ንግሆ ዓዲ ተኣከቡ ኢሎም ከምዚ ዝገበረ ከምዚ ዝገበረ ከምዚ ዝገበረ ከምዚ ዝገበረ እንታይ ምግባሩ እዛ ዓዲ ንብዓታ ሓዊሻ ደኒና ስቕ ከምዚ ዝገበረ ከምዚ ዝገበረ ከምዚ ዝገበረ እንታይ ምግባሩ ተዛረቡ እንዳልካ ነዚ ዓዲ ኣብዚኣ ላዕልን ታሕትን ኣርእይ ኣቢሎ ነዞም ሰብኣይ ኣብታላ ጉድጓድ ቁንቁል ኣፎም ድፋእ ኣቢሎሞ እዘን ሰበይቶም ከዓኒ እዛ ዝብለካ ኣብዚኣ ምስ ተባርዐት ማኪና ካብዚኣ ዝኸደት

ሰለሪም ሰለና ኦይ ኮይኑ እምበሪ እዚ ምስኩሩ ስለዛ መሬት ዝተበጀወ ዓፅሚ ስጋሉን ኽብራ ዝተገዝመ ልዕልቲ መሬት ቃሕታይ ወኒነ
ዋና ኣብ ዕለይ ስውእ ተንቀደመ ያነ ዘኪረ ዘኪረ ግን ሎሚ ኣብ እዋን እፎይታ ሕልናይ ደርኽኒ ክፍትሸ ኸርሳ ፀበባ ሓፂቡ ዝበርበረ ራህዋ ኣብ ዓይኒ ተራይ እምኒ ገዝሚ ሃገር ዕምባባ መዛግብቲ ሕድሮም ገንጺለ ውዕሎም ክስንድ ወግዑን ናፊቐዮም ድሕሪት ክምለስ ዘኪረ ኣይርሳዕኹን ክዕሎም እየ ብመንፈስ ኣበሎ ኣበሎ ትበጽሐ ከም ሽላ ዝመናጠል ጻሓይ በርቂ ኣንበሳ መድፋዕ ጅብረን ሓላው ደብሪ ሕለ ዝጠማጠን ገበል መስዋእት ፋኑሰይ ሰሚዕካ እኳ ዘይእመን ቅንኡ ቅነ ዕስራ ሰነ መርሃዊ መርሃዊ ዶብ ሓዊ

ጅግና ሓዊ ነይሩኒ ኣብ ገጀረት ብትብዓት እዩ ዝፍለጥ ኣብ መንገዲ ኣብ ጎደና ሕማቕ እንተ ርዩ ወይ ዝኾነ ሰብ ሕማቕ ክገብር እንተ ርዩ ከይዲ ዝጎብጦ ሸለል ዝበሃል ነገር የለን ማለት እዩ እቶም ትፈልጥዎ ትፈልጥዎ ኢኹም ሕጂ ወዲ ቃኘው ብሂወት እንተ ዝህሉ ተዘይስዋእ ነይሩ ደጋፊ ዶ ምኾነ ወይስ ተቃዋሚ ኣብዚ ብተለምዶ ወራር ወያኔ ኢልና ንፅውዖ ሽዑ እዩ ተሰዊኡ ሕጂ እቶም መዓልቲ ስውኣት ዘየብዕል ኮይኑ ዝስምዓኩም ሰባት መልሲ ክትከውን እያ ማለት እዩ እቲ ትብዓቱ ኣነ ብምንታይ ኣብዕሎ ዕስራ ሰነ ትብዓቱ ናይ ወደቓኘው እቲ ጉብዝኑ እቲ ናይ መንእሰይ ፉሕፉሕ ዝብል ኢነርጁ እቲ ኣብ መንገዲ ሕማቕ ሪኡ ሸለል ዘይብል ባህሪኡ ትዝ ክብለኒ ከሎ ኣብዚ ግዜ እዚ ደጋፊ ዶ ምኾነ ተቃዋሚ ከማናስ ሎቕመጽመጽ ዶ ምበለ ወይስ ሳይለንት ማጆሪቲ ኮይኑ እንዳረኣየ ከም ዘይረኣየ መጽቀጠ ወዲ ቃኘው ብህይወት ተዝህሉ ዝብል ሕቶታት ኣብ እእምሮ ይመጽእ እቶም ብዕሸል ዕድሚኡ ክመውት ዝገበሩ ህግደፍን ወያነን ዋላ ንጊዚ ይኹን ዋላ ጊዜያዊ ይኹን ሓቢሮም ሜስ ክሰትዩ ምስ ረኣየሲ ምተዋሕጠሉ ዶ ወድቓኘው እቲ ዝፈትዎ ሓዉ ኤርትራዊ ኮነን ትግራዋዩ እንዳተባለ ክንጸል ክርኢ ከሎሲ ሸለል ኢሉ ዶ ምሓለፎ ወድቓኘው ከምዞም ሕጂ ሓደ ሓደ ኣዕሩኽቱ ነበሩ ድገብርዎ ዘለዉ ዓዲ በጺሑ ሪኡ ከምዘይረኣየ መጽቀጠዶ ከምዚ መብዛሕትና ስደት ክኢልናዮ ዘለና ሲ ወዲ ቃኘው ሲ ምኸኣሉ ዶ ነብሱ ምገበረሉ ዶ እንዳበልኩ እየ ዒስራ ስነ ዘብዕሎ ኣነ ከምቲ ካልኦት ዝገብርዎ መብዛሕትና ንገብሮ ስእሊ ናቱ ብሽምዓ ወቂበ ፖስት እንዳበልኩ ይኮንኩን ዘብዕሎ ዒስራ ስነ ናይ ሓወይ እንታይ ዳ ኣብ ሕልና እየ ፖስት ድብሎ ናቱ ስእሊ ኣብ ኣእምሮ እየ ፖስት ድብሎ ሼር ድብሎ ዘሰላስሎ ማለት እዩ እዚ ይትፍልልይ እምበል ዒስራ ሰነ ስለ ዘይነብዕል ወይ ከዓ ዝተሰውኡ ኣሕዋትና መተዓቢትና ደቂ ገዛውትና መማህርትና ስለ ዘይንዝክር ኣይኮነን ኣብቲ ዕለት እቲ ንዝክሮምን ፈረቓ ትፍልልይ ግን እዚ እዩ ማለት ወደቓኛው ኣብ ዓይንኹም ቅጅል ዝበለኩም እንታይ ምኾነ ወደቓኛው ደጋፊ ዶ ምኾነ ሳይለንት ማጆሪቲ ዶ ምኾነ ተቃዋሚ ዶ ምኾነ ከምዞም ክኢልናያ ዘለና ምኸኣሎዶ ሎቕመጽመጽዶ ምበለ ወይስ ገለ ታሪኽ መርኣየና ወዲ ቃኘው ጥራሕ ኣይኮንኩን ዝብል ዘለኹ ብዙሓት ጀጋኑ ብዙሓት ተባዓት እንድያ ከሲራ ዘላ እዛ ሃገር እቶም ዘረጥቲ ጥራሕ እኳ ኢና ተሪፍና ዘለና ሓቂ ንምዝራብ እቶም ተባዓት የለው እንታይ ምገበሩ እንዳበልኩም ኣበየናይ ምሓዙ ኣበየናይ ምተጸግዑ እንዳበልኩም እንዳሰላሰልኩም ዕስራ ሰነ ኣብዕልዎ ማለት እዩ ዘያ ክመኽረኩም ዝደሊ ዘላለማዊ ዝኽሪ ንሰዋኣትና እዘን ክሳብ ሎሚ ምስ ሞራለንን ሃገራውነተንን ቴስዓን ሓደን ዓመት ገይረን ዘለዋ ኣደ ህይወት ሽዱሽተ ደቀን መበል ሻውዓይ ድማ ካብ ዓመትን ሽዱሽተ ወርሕን ኣትሒዘን ባዕለን ዘዕበየኦ ወዲ ስውእቲ ተጋዳሊት ጓለን ብጠቕላላ ሸውዓተ ደቂ ንሃገር ዘወፈያ ኣደየን። ሕጂ ከኣ ሳላ ተሰውኡ ሳላ ግንባሮም ዝሃቡ ከኣ ሃገር ረኺብና ዓዲ ኣቲና ተጣይሽና ዓድና ረኺብና ኣምሓሩ ሰጊጉና በረኻ ሰፊርና ኔርና።

ንሃገሮም እዮም ምእንቲ ሃገሮም ዓዶም ኣውጺኦም ዓዶም ኣውጺኦም ዓዶም እንተዘየውጽኦም እንታይ ኢልና ምኣተና ኣብኡ ምጠፋእና ኦይ።
ኣመሪካ ምስ ህዝብን መንግስትን ኤርትራ ንምስራሕ ተዳሊና ኣለና። ኣመሪካ ምስ ኤርትራ ክትሰርሕ ድልውቲ ምዃና ዝገልጽ ሰነድ ክዝርጋሕ'ዩ። ንዓመታት ሓስኪሩ ዝጸንሐ ዝምድና ኤርትራን ኣመሪካን፣ ንምምሕያሽ ዝዓለመ ርክብ ብመንጎኝነት ግብፂ ክካየድ ከም ዝኽእል ዝተፈላለዩ ተንተንቲ ፖለቲካ ይሕብሩ ኣለዉ። መርሓ ነፃን ሓራን ፖለቲካዊ መስመርን ተመፅዋትነትን ዝፀየነ ነብስኻ ምኽኣል ዘትከለ ማሕበራዊ ክብርታት ዝሰረቱ ሓራን ነፃን ፖለቲካዊ መስመር እዩ። ነዚ ሕጂ እንርእዮ ዘለና ዓለማዊ ፖለቲካዊ ነውፅን መቐይሮ ፖለቲካ በትርን ካሮትን ንሓይሊ ሕቡራት መንግስታት ኣመሪካን ምዕራባውያን ሃገራትን ውድቀቶም ኣበሲሩ ርእሶም ዘድንሉላ ግዜ ዝኣተና ንመስል። ጀነራል ስብሓት ኤፍሬም ኣብቲ ቅድሚ ዕስራን ኣርባዕተን ዓመት ኣቢሉ ንጂኦፖለቲካዊ ቁርቁስ ቀርኒ ኣፍሪቃ ኣመልኪቱ ዝገብሮ ዝነበረ መደረታት ኣብ ዞባና ብምሕንካርን ነገራት ብምትሕልላኽን ብዝርያን ኢድ ምጥዋይን ብምጉብዕባዕን ምፍርራህን ዝመጽእ ፍታሕ የለን ኣፍ ሚልዮናት ዓጺኻ በይንኻ ክትግብት ምድላይ ተቐባልነት የብሉን። ግዳይማ ዝኾና ጓል ሰብዓን ሸሞንተን ዓመት ወይዘሮ ኣመተ ገብሩ ተኽለ፣ ኣብ ዝተጠቕሰ ዕለት ንጎ ካብ መንበሪ ቤተን ንሆስፒታል ዓይኒ ክረኣያ ኢለን ከምዝወፅኣ ዝጠቐሰ ልኡኽና፣ ኣብቲ ከባቢ እቲ ሆስፒታል ፅርግያ እናሰገራ ብብሽክለታ ንትምህርቱ ዝጓዓዝ ዝነበረ ወዲ ዓሰርተ ሸውዓተ ዓመት ተምሃራይ ኤርሚያስ ኣቶብርሃን በርሀ ገጪው ናይ ሞት ጉድኣት ከምዘውረደለን ገሊፁ። ልኡኽና ወሲኹ፣ ብሳላሳን ሓደን ጉንበት ኣብ መንበሪ ቤት መዋቲት ኣኽርያ ኣስመራ ዝተኻየደ ናይ ዕርቂ ስነ-ስርዓት፣ ናይ ክልቲኡ ወገን ሽማግለታት፣ መራሕቲ ሃይማኖትን ዓበይቲ ዓድን ነቲ ፍጻመ ብዕርቂ ክዛዝምዎ ከም ዝተረዳድኡ ብምሕባር፣ ስድራ ፈጻሚ ሓደጋ ዘርኣይዎ ምጽንናዕን ደገፍን ምስጋናኦም ከም ዘቕርቡ ኣረዲኡ። ፈጻሚ ሓደጋ፣ ብሳላ ምሕረት ስድራቤት መዋቲ ቀልጢፉ ካብ ቀይዲ ክወጽእ ከም ዝተገበረ ዝጠቐሰ ልኡኽና፣ ኣብቲ ኣጋጣሚ ዝተረኽቡ ካብ ስድራቤት መዋቲት ቀሺ ፍረዝጊ ገብረኣብ ስድራቤት፣ ነታ ኣብ ምድሪ ኰነ ኣብ ሰማይ መለክዒ ዘይብላ ምሕረት ምምራጾም፣ መርኣያ እምነቶምን ቅዱስ ተግባርን ከም ዝዀነ ጠቒሶም፣ ንዅሉ ሰብ ኣርኣያ ጽቡቕ ኣብነት ክኸውን ምዝኽኻሮም ገሊጹ። ወደን ንመዋቲት ዝዀነ ኣባል ማእከላይ ቤት ጽሕፈት ፖሊስ ኤርትራ ኣቶ መሓሪ ኣብርሃ፣ ብሰንኪ'ቲ ዘጋጠመ ሃንደበታዊ ሞት ዘስዓበ ሓደጋ ኣዚና ኢና ሓዚንና። ይኹን እምበር፣ እቲ ፍጻመ ምስ ኣጋጠመ፣ ኣሕዋትን ቤተሰብን ተኣኻኺብናን መኺርናን ነቲ ጉዳይ ብዕርቅን ምሕረትን ክንዛዝሞ መሪጽና ድሕሪ ምባል፣ ምስ ስድራቤት ፈጻሚ ሓደጋ፣ ብፍቕርን ሕውነትን እንተዘይኮይኑ እንሓቶ ካሕሳ የብልናን፣ ምሉእ ምሕረት ጌርና ኣሎና ብምባል ተዛሪቡ። ስድራቤት ፈጻሚ ሓደጋ ብወገኖም በቲ ዝተገበረሎም ምሕረት ብልቢ ድሕሪ ምምስጋን፣ ኣብ ዝኾነ እዋን ካብ ጎኒ ወለድን ደቆምን ከይተፈለዩ ዝድለ ሓገዛት ክገብሩ ቅሩባት ምዃኖም ገሊጾም። ኣብቲ ኣጋጣሚ ዝተረኽቡ ሓደ ኣቦ፣ ብፍላይ ብትሕቲ ዕድመ ተጠቀምቲ ብሽክለታን ዓረብያ ፈረስን ዘሰቅቑ ሓደጋታት ከጋጥሙ ከምዝረኣዩ ብምሕባር፣ ንደቅና ኣሉታዊ ሳዕቤናት ሓደጋታት ተሽከርከርቲ ከነስተምህሮም ከምዝግባእ ብምልባው፣ ካብ ሓደጋታት ንምክልኻል ንሕግታት ትራፊክ ክምእዘዙን ኣጋር ካብን ናብን ጽርግያ ኣብ ዝሳገሩሉ እዋን ጥንቃቐ። ኤርትራ ሕጂ እውን ኣብ ልዕሊኣ ንዝቐርብ ዘሎ ክስታት ዝምልከት መልሲ ሂባ። ኤርትራ ነቲ ኣብ ኢኮኖሚክስ መጽሔት ዝተሓተመን ብዛዕባ ምልዓል እገዳ ኤርትራ ዝምልከት ዝወጸ ጽሑፍ ዝምልከት ተሪር መልሲ ምሃባ ተገሊጹ። እቲ ኣብ ዓቢ መጽሔት ኣደ እንግሊዝ ከም ዝተሓተመ ዝተገለጸ መግለጺ ኣሜርካን መሻርኽታን ኣብ ዕሊ ኤርትራ ዘካየድዎ ዘሎው ምልዓል እገዳ ንረብሐእን ጥራይ ኢለን ምዃነን ክገልጽ እንከሎ፣ ናይ ኤርትራ መንግስቲ እገዳ ክለዓለሉ ዝኾነ ለውጢ ከም ዘየካየደ ገሊጹ ኣሎ። እቲ ጽሑፍ መቐጸልታ ናይቲ ኣንጻር ኤርትራ ክካየድ ዝጸንሐ ጸለመን መጥቃዕትን ምዃኑ ሚኒስተር ዜና ኤርትራ ዘውጽኦ ሓበሬታ ዝገለጸ ኮይኑ፣ እቲ ጽሑፍ መርኣያ ዓበይቲ ሚድያታት ምዕራብ ኣብ ልዕሊ ኤርትራ ምዃኑ ይሕብር። ሚኒስተር ዜና ኤርትራ ኣብ ዝሃቦ መልሲ፣ ነቲ ኣብ ዓሰርተ ሓደ ሰነ ዝተሓተመ ጽሑፍ ብተሪር ክነቅፍ እንከሎ፣ እቲ ትሕዝቶ ዝኾነ መሰረት ዘይብሉ ጠቐነ'ዩ ኢሉ። ናይ ምዕራብ ዓበይቲ ሚድያታት መርትዖታትን ሓቅን ኣጥፊኤን ከምዘለዋ ዝገለጸ እቲ ሚኒስተር፣ ኣብ ዶብ ዓለም ዝርከባ ሃገራት ነቲ ናይ ምዕራብ ሚድያ ገዲፈን ናብ ገዛእ ርእሰን ሚድያ ከቑማ ግዚኡ ዝጠልቦ ምዃኑ እውን ብተወሳኺ ሓቢሩ ኣሎ። ኣብ ከባቢታት ዶብ ኤርትራን ኢትዮጵያን ዘጋጠመ መጥቃዕቲ ድሮን ስዒቡ ወታደራዊ ወጥሪ ፈጢሩ ከምዘሎ ተገሊጹ። ኣብዚ ቀረባ መዓልታት ኣብ ከባቢታት ዶብ ኤርትራን ኢትዮጵያን ሓደሽቲ ወታደራዊ ምዕባለታትን ስግኣታትን ተራእዮም ኣለው። ብመሰረት ካብቲ ከባቢታት ዝወጹ ዘለው ጸብጻባት፣ ኣብቲ ደቡባዊ ዞባ ሰብ ኣልቦ ነፈርቲ፣ ድሮን፣ ዝተሳተፋሉ መጥቃዕቲ ከምዝተፈጸመ ተገሊጹ። ኣዛዚ ሰራዊት ሰሜን ምዕራብ ትግራይ ጀነራል ምግበይ ብዛዕባ እቲ ዘጋጠመ መጥቃዕቲ ኣብ ዝሃቦ መግለጺ፣ እቲ መጥቃዕቲ ንዓቕሚ ምክልኻል ሰራዊት ትግራይ ንምድኻም ዝዓለመ እኳ እንተነበረ ሽቶኡ ከምዘይሃረመ ኣፍሊጡ። ጀነራል ምግበይ ወሲኹ ሰራዊት ትግራይ ኣብ ዝኾነ ይኹን እዋን ንዝመጽእ መጥቃዕቲ ንምክልኻልን ንምምካትን፣ ድሉው ምዃኑ ኣረጋጊጹ። እዚ ምንቅስቓስ እዚ ሰሜናዊ ክፋል ኢትዮጵያ ኣብ ታሪካዊ ኣገዳሲ ምዕራፍ ከም ዝርከብ ዘመላኽት ምዃኑ እውን ገሊጹ። እዚ ወተሃደራዊ ወጥሪ ዘጋጥም ዘሎ መንግስቲ ኢትዮጵያ ሃገሩ ኣብ ከቢድ ፖለቲካዊ ቅልውላው ከም ዘላ ኣብ ዝእመነሉ እዩ። ኣብዚ እዋን እዚ ኣብ ከባቢታት ዶብ ዘሎ ኩነታት ንዝያዳ ወተሃደራዊ ግጭት ዝተቓልዐ ኮይኑ ይርከብ። ሕብረት ኣፍሪቃን ኣህግራዊ ማሕበረሰብን ነቲ ወጥሪ ንምህዳእን ሰለማዊ መፍትሒ ንምምጻእን ዝገብርዎ ዘለዉ ጻዕርታት ተጠናኺሩ ክቕጽል ትጽቢት ይግበር። ውድብ ጥዕና ዓለም፣ ኤርትራና ተመዝግቦ ዘላ ዓበይቲ ገስጋሳት ኣብ መዳይ ጥዕና ዝምልከት ጸብጻባት ዘርጊሑ ይርከብ ኣሎ። እዚ ዘርጊሕዎ ዝርከብ ዘሎ ጸብጻባት ሰፊሕን ነዊሕን ኮይኑ፣ ገለ ካብቲ ኤርትራና ኣመዝጊባቶ ትረክብ ዘላ ዓበይቲ ዓወታት ብደረጃ ዓለምን ኣፍሪቃን ምስተን ቀዳሞት ሃገራት ሰሪዕዋ ይርከብ ኣሎ። ሃገርና ኤርትራ ሸፈነ ክታበት ዘካየደት ራብዐይቲ ብደረጃ ኣፍሪቃ ሃገር ኮይና ተሰሪዓ ትርከብ ኣላ። ሃገርና ኤርትራ ብደረጃ ኣፍሪቃ ካብተን ሸፈነ ክታበት ዳርጋ ናብ ልዕሊ ቴስዓ ሚታዊት ዘደየበት ምዃና'ያ ምስተን ኣርባዕተ ቀዳሞት ሃገራት ተሰሪዓ ትርከብ ዘላ። ኤርትራና ኣብ ትሕተ ሰሃራ ኣፍሪቃ ካብ ዘለዋ ሃገራት ኣብ ቅድሚት ክትስራዕ እንከላ ብደረጃ ኣፍሪቃ ከኣ ነዚ ራብዓይ ደረጃ በቒዓቶ ትርከብ ኣላ። መንግስቲ ኤርትራ ኣብ መዳይ ጥዕና ዓበይቲ ወፍርታት የካይድ ኣሎ፣ ምስ መሻርኽቲ ኣካላትን ወገናትን ብምትሕብባር'ውን ኣብ ውሽጢ ሃገር ኣገዳሲ ንጥፈታት ይሰላሰል ኣሎ። ኤርትራና ኣብ መዳይ ጥዕና ተመዝግቦ ዘላ ከምዚ ዓይነት ዓወታትን ገስጋሳትን ካብ ውድብ ጥዕና ዓለም ካልኦት መሻርኽቲ ኣካላትን ስምን ዝናን ስልማትን ክትረኽበሉ ጸኒሓ'ያ። ብተወሳኺ ውድብ ጥዕና ዓለም ብዘይካ'ዚ ምስ ክታበት ዝተትሓዘ ንኤርትራ ዝምልከት ዘርጊሕዎ ዝርከብ ዘሎ ጸብጻባት ናይ ኤርትራውያን ዜጋታት ገምጋም ዕድመ ከምዝወሰኸን ከምዝበረኸን ውን ብቑጽርታት ኣሰንዩ ሓብሬታታት ዘርጊሑ ይርከብ ኣሎ። ብመሰረት እዚ ዘርጊሕዎ ዝርከብ ዘሎ ጸብጻባት፣ ገምጋም ዕድመ ናይ ሓደ ኤርትራዊ ዜጋ ኣብ ዓመተ ክልተ ሽሕ ዓመተ ምህረት ሓምሳን ሓሙሽተን ዝነበረ ኣብ ዓመተ ክልተ ሽሕን ዕስራን ሓሙሽተን ናብ ሱሳን ሸሞንተን ከምዝበረኸን ከምዝደየበን እዚ ኸኣ ኤርትራ ኣብ መዳይ ጥዕና ትገብሮ ዘላ ዓበይቲ ዝኾነ ገስጋሳትን ወፍርታትን ነዚ ውጽኢት ከምጽእ ከምዝኻኣለ ድሕሪ ምሕባር ብደረጃ ኣፍሪካ ኤርትራ ነቲ ሱሳን ሓሙሽተን ዝተባህለ ገምጋም ዕድመ ሓደ ወዲ ሰብ ብሰለስተ ዓመታት ከም ዝሓለፈቶ፣ መንግስቲ ኤርትራ ከኣ ድሕሪ ናጽነት ኣብ ዘሎ ዓመታት ኣብ መዳይ ጥዕና ዝገበሮ ወፍርታትን ዘመዝገቦ ዓበይቲ ዓወታትን ነዚ ክብርታት ከም ዘብቅዖ ውድብ ጥዕና ዓለም ኣብ ጸብጻባቱ ገሊጽዎ ይርከብ። ውድብ ህወሓት ሕጂ እውን ኣብ ትግራይ ተደጋጋሚ ደብዳብ ድሮን ይካየድ ከም ዘሎ ገሊጹ። ውድብ ህወሓት ትማሊ ምሸት ኣብ ዘውጽኦ መግለጺ፣ ጽሕተራ ካልእይ ዙር ደማዊ ኩናት ስርዓት ብልጽግና ብምትላልን ምድንጋርን ኣይክወልን ኢሉ። ስርዓት ብልጽግና ሕጂ እውን ነጋሪት ኩናት ኣብ ምድሳቕ ይርከብ። እዞም ኩሎም ኣፈላላያት ብሓይሊ ክፈትሕ እየ ኢሉ ኣሚኑ ኣብ ልዕሊ ትግራይ ጀኖሳይድ ዝኣወጀ ስርዓት ሕጂ እውን ካልእይ ዙር ደማዊ ኩናት ንምኽፋት ተደጋጋሚ ጽሕተራ ኩናት የካይድ ኣሎ ኢሉ እቱ መግለጺ ወሲኹ እውን ካብዚ ብምብጋስ ኣብ ዝተፈላለዩ ከባቢታት ትግራይ ተደጋጋሚ ደብዳብ ድሮን ይፍጸም ኣሎ ካብ ጫፍ ክሳብ ጫፍ ትግራይ ሰራዊቱን ጋዕ ገልጠሙን ኣኽቲቱ ኣብ ምህንዳድ ይርከብ። ኣብ ልዕሊ ትግራይ ከባድ ዕፅዋን ኣዊጁ ህዝቢ ትግራይ ብስእነት መሰረታዊ ሸቐጣትን ኣፋውስን ክሃልቕ ይሰርሕ ኣሎ ኢሉ። ህወሓት ኣብ መግለፂኡ ስርዓት ብልፅግና ከቢድ ወታሃደራዊ ወፍሪ ንምጅማር ምሽብሻብ የካይድ ከምዘሎ ዝገለፀ ኮይኑ እምነትን ቅዋምን ህዝቢ መንግስቲ ትግራይን ህወሓትን ሕጂ እውን ሕቶታት ህዝቢ ትግራይን ኩሎም ኣፈላላያት ብዘተን ድርድርን ቀልጢፎም ክፍትሑ ኣለዎም ኢሉ። እንተኾነ ግን ስርዓት ብልፅግና ነዚ ትዕግስቲ ህዝቢ ትግራይ ከም ድኽመት ሓሲቡ ዝጀመሮ ጆኖሳይድ ንምምላእ ኣብ ህፁፅ ወተሃደራዊ ወፍሪ ይርከብ ኢሉ። ኩሉ ክፈልጦ ዝግባእ ሓቂ ግን ህዝቢ ትግራይ ኣንፃር ሕልውንኡ ንዝግበር ጆኖሶዳዊ ወፍሪ ዓርሱ ናይ ምክልኻል ተፈጥሮኣዊ መሰል ስለዘለዎ ህልውንኡ ንምውሓስ ሎሚ እውን ከም ትማሊ ብፅንዓት ክምክት እዩ ፍትሓዊ መኸተኡ ከም ዝዕወት ፍጹም ዘጠራጥር የለን ኢሉ። ሱዳን ተዓዊቶም
ያ ሰላም ሱዳን ሎሚ ተዓዊቶም ኣለው ደስ በሃሊ ማራ ደስ በሃሊ ተዓዊቶም ኣለው ኣይዋ ማራ ማራ ደስ ዝብል ዜና ሎሚ ተዓዊቶም ኣለው ኩላ ሱዳን ናፃ ወፂኣላ እዞም ትሪዎም ኣለኹም ሪኦም

ዝብል ናይ ብልፅግና ኣውያትን ለቕሶን ትማሊ ኣብ ዝነበረ መድረኽ ዝተሰምዐ እዩ። ሓዱሽ እዩ ኣብ ማለት ማንም ተራ ሰብ ዘውፅኦ ኣይኮነን። ደደቢት ረኺባቶ ኣላ እዚ ነባኹም ክነብል ኢና ምሳና ፅንሑ። ህዝቢ ትግራይ ተወቂዑ ዋጋ ከፊሉ ደቂሰ ይሓድር ናይ ግዜ ጉዳይ እንተዘይኮይኑ ናይ ሸውሸቦ ስራሕ ሰሪሑ ነገራት ኣየባላሹን ነገር ግን ከዓ ዋጋ ከፊሉ ኣይተርፍ እዚ ሓቂ እዩ በቲ ሓደ ገፅ ግን ሕነ ክንፈዲ ኢና ዝበለ ሰብ የለን ምክንያቱ እቲ ሕነ ምፍዳይ ፅባሕ ንጎ ዝፀንሕ እዩ ናህና ፕራዮሪቲ መሬትና ምምላስ እዩ ተመዛበልትና ምምላስ እዩ ከም ሰብ ከም ትግራዋይ ትግራዋይ ኮንካ ምንባር እዩ እዚኣ እነረጋግፀላ መንገዲ ኢና ንኸድ ዘለና ፕራዮሪቲና እዚ እዩ መንእሰይና ፕራዮሪቲ እዚ ምዃኑ ይፈልጥ እዩ ህዝብና ብሓፈሻ ፕራዮሪቲ እዚ ምዃኑ ይፈልጥ እዩ ንምንታይ ዳ እዮም ከምኡ ዝብሉ ንምንታይ ዳ እዮም ወያነ ሕነ ክትፈዲ እያ ንዑ ተለዓሉ ዝብሉ ክልተ ምክንያት ኣለዎ ቁፅሪ ሓደ ህዝቢ ኣይለዓልን ስለ ዝበሎም መንእሰይ ይለዓልን ስለ ዝበሎም ወያነ ትመፀካላ ወያነ መፈራርሒ ኢትዮጵያውያን ገይሮም ከምኡ ገይሮም ስለ ዝሰኣልዋ ወያነ መፀትኩም ንዕ ተላዓሉ ንሕና ክትፈዲ ንሕና ከምዚ ከምዚ ይገብሩ ኣለዉ ኢልና ከድና እዚ ዓይነት ፍፃመ ዝፈፀምና ነዚ ሕነ ክትፈዲ ወያነ ትመፀላ ኢሎም ኢትዮጵያውያን መለዓዓሊ መናእሰይ ኢትዮጵያ መለዓዓሊ ኣብዚዩ ናታቶም ክእለቶም ሚድያ ስለ ዝኾነ ክእለቶም ፕሮፓጋንዳ ስለ ዝኾነ ሓሶት ስለ ዝኾነ ሓስዮም ከልዕሉ ከለዉ ወያነ ኣብዙ ክሰርሕ ነይርዎ ህዝቢ ትግራይ ኣብዙ ክሰርሕ ነይርዎ ውዳበታትና ትካላትና ውድብ ሕወሓት እውን ካልኦት ውድባት እውን ሓዊሱ ዋላ ሰራዊት እውን ብሚድያ ኢትዮጵያውያን ምእማን በምሓርኛ ምእማን ብኦሮምኛ ምእማን ብካልኦት ቋንቋታት ናይ ኢትዮጵያ ተጋሩ ብዝኽእልዎ ወይ ኣጋራትና ናይ ቃልሲ መላፍንትና ብዝኽእልዎ ቋንቋ ኢትዮጵያውያን እውን ብዝሰምዕዎ እዚ እዩ ዝኾን ዘሎ ኣታሊሎም ናብ ከምዚ ዓይነት ዘይኮነ መንገዲ እትውካ ኣለው ህዝቢ ኢትዮጵያ ኢልካ ምንጋር ናይ ግድን ምኾነ እታ ንሶም ዝስዕሩና ናህና ድኽመት እያ ዝብላዕነ ኣብ ሚድያ እዩ ኣብ ሓሶቶ ፕሮፓጋንዳ እዩ ንሓሶ ኣይኮነን ፕሮፓጋንዳ ብኣሉታዊ መልክዑ ንውሰዶ ኣይኮነን ፕሮፓጋንዳ ግን ብክልተ ስለ ዝትርጎም እቲ ሓደ ሓሶት እዩ ስፔኩሌት እንዳገበርካ ነገራት ዘየለ እንዳወሰኽካ ሓሶት እዩ በቲ ሓደ ገፅ ፕሮፓጋንዳ ከዓ እቲ ዘሎ ነገር ደጋጊምካ ደጋጊምካ ንህዝቢ ምፍላጥ እውን ፕሮፓጋንዳ እዩ።